መንግስቲ ፌዴራል ኣብቲ ዝካየድ ዘሎ ኩነታት ትግራይ ስጉምቲ ንክወስድ እምበር ጣልቃ ንክኣቱ ኣይፀዋዕኹን ኣቶ ጌታቸው ረዳ ሃገረ ትግራይ ብዋዒ ዝመፅ ኣይነበረን ሃገረ ትግራይ ናይቲ ኣብ ሕሱም ህሞት ኮይኑ ፅባሕ ዋጎ ዋጎ መድሕን ህዝቢ ዝቐርፅ ዝነበረ ተጋዳላይ ልሳን ነይሩ ፍልልያት መራሕቲ ፖለቲካ ናብ ረጽሚ ከየምርሕ ከሎ ብቕልጡፍ ብዘተን ልዝብን ክፍታሕ ከም ዝግባእ ፋውንዴሽን ሰላም ኢሮጳ ገሊጹ። ኩሎም ወገናት ንውዕል ምቁራጽ ከኽብሩን ብኣጽንኦት ነተሓሳሰብ ንሕና እውን ንትግበርኡ ምሉእ ደገፍ ከም እንህብ ዳግማይ ነጉልህ ኤምባሲታት ምዕራባውያን ኣብይን ኢሳያስን ንዕርቂ ናብ ጅዳ ከም ዝተጸውዑ፣ ፕረዚደንት ግዝያዊ ምምሕዳር ንምቕያር ምስ ፌደራል መንግስቲ ምዝርራብ ክንቅጽል ኢና፣ ኣቶ ኣማኑኤል ኣሰፋ። ሰላም ሰላም ተኸታተልቲ ዕለታዊ ዜናና፣ ንሎሚ ዝሓዝናዮም ዜናታት ብኣርእስተ ዜና ፈሊምናዮም ኣለና፣ ምስ ዝርዝር ዜናታትና ሓቢርኩምና ክትጸንሑ ንላቦ።

ኣብቲ ጋዜጣዊ መግለፂ ናይ ኤርትራ ምትእትታው ምልፋን ምስ ሓደ ወገን ህወሓት ከም ዘሎ ዝገለፁ ኣቶ ጌታቸው ምክትል ኣቦ መንበር ህወሓት ኣቶ ኣማኑኤል ኣሰፋ ኣብ መቐለ ኣብ ዝሃብዎ ጋዜጣዊ መግለፂ ግን ነቲ ክሲ ነፂጎምዎ ኣለዉ። ካብ ቢቢሲ ንኣቶ ጌታቸው ረዳ ዝቐረበሎም ሕቶ ሃዲምካ ዲኻ ካብ ትግራይ ወፂኻ ዝብል ነይሩ ንምንታይ ክሃድም ዝብል መልሶ ኣቶ ጌታቸው ኣብ ትግራይ ብዘሎ ናይ ድሕነት ኩነታት እቲ ጉዳይ ክትቆፃፀሮ ብዘይምኽኣልካ እዩ ደገፍ ግዝያዊ ምምሕዳር ዝኾነ ኣካል ፌደራል መንግስቲ ደዊለየ ኣዲስ ኣበባ መፅየ እምበር ካልእ ኣይኮነን ዘይኮነ ምስሊ ንምትሓዝ እዩ ከምኡ ዝበሃል ዘሎ ካብ ብፌደራል መንግስቲ ሓገዝ ሓቲትካ ኣለኻ ንዝብል ሕቶ ድማ ብስምምዕ ፕሪቶርያ ፌደራል መንግስቲ ሓይሉ ከጠናኽር ዝብል ስምምዕ ከም ዘሎ በቲ ነባራዊ ኩነታት ዝጥዕም እዩ ምባል ኣይከኣልን ክብል ናይ ይሕለፍ ወረቐት ሂቡ ኣሎ ነንባዕሎም ዝገራጨው ሓሳባት ብምዝራብ ፕረዚደንት ኣቶ ጌታቸው ረዳ ኣብ ቅድሚት ኣለዉ ሎሚ ድማ ኣዝዮም ውሽጥኻ ዘድምዩ ዘረባታት እዮም ተዛሪቦም። ሃገረ ትግራይ ዝብል ኣብ ግንባራት ዝኸዱ ዝነበሩ ዝኳሽሑን ዝነበሩ ብፆት ሃገረ ትግራይ ትብል ኣብ ሕልንኦም ገይሮም እዮም ዝቃለሱ ነይሮም። ኩሉ ሕዚ ቃልስና ሃገረ ትግራይ እዩ ንብል ነይርና። ባህጊ ተጋዳላይ ነይሩ። ከምቲ ኣቶ ጌታቸው ዝገለፅዎ መወቐን ትብሎ ዘይኮነ ተጋዳላይ ሃገረ ትግራይ ዝብል ዝነበረስ ኮላይ ኣብታ ትንፋሱ ሰማይ ክትዓርግ እንትትብል ናይ መወዳእታ ሓደራ ንብጾት ዝገድፋ እውን እያ ሃገረ ትግራይ ዝነብረት። ትግራይ ሎሚ ብኸምዚ ደረጃ ክሕደት ክፍጸማ እኳ ተሓሲቡ እንተዘይፈልጥ እቶም ኣብ ቅድሚትን ድሕሪትን ኮይኖም ዘድሕንዎ ነዚ መድረኽ እዚ ዘብቅዕዎ ህይወት ስኢኖም ህይወት ዘትረፍዎ ናይ ቀረባ ሓለውቱ ቃላት እኒሕን ከመይ ዝዘንግዖ ኣቶ ጌታቸው ትማሊ ሞይቅዎ ዘይኮነ ሃገረ ትግራይ ዝበለ ኣብታ ቁርጺ ናይ ሞት ሕዮት ቃልሲ እያ ነይራ ዝሞቖ ድማ ካብ በረኻ ምስ ኣተወ እዩ ትግራይ ዝረስዓ። ብዙሓት ዝተሰውኡ ብፆት ሃገረ ትግራይ ትግራይ ትስዕር ኢሎም እዮም ተሰዊኦም። ኣብ ሕድሕድ ወረቐትን መንደቕ ሃገረ ትግራይ ኢሎም ብደሞም ይፅሕፉ ነይሮም። ኮታስ ከምዚ ሕዚ በዓል ኣቶ ጌታቸው ረዳ ቃልሲ ከይሓንሸሽዎ እንተለዉ

ስኸፍቱ ኣቐሚጡ ኣሎ። ኣብ ትግራይ ንዝተኻየደ ደማውን ኣዕናውን ውግእ ደው ዘበለ ስምምዕ ሰላም ተመሊሱ ናብ ሓደጋ ካብ ዘእቱ ፖለቲካዊ ምትፍናን ፍልልያትን ክሃድእን ብልዝብ ክፍታሕ ምግባር እንኮ ኣማራጺ እዩ ዝበለ ፋውንዴሽን ሰላም ኤሮፓ ናይ ትማሊ በሰላታት ውግእ ምዝካር ኣገዳሲ እዩ ክብል ኣገንዚቡ። ንዘዝቐደመ በሰላ ቁስሊ ውግእ ህዝቢ ገና ከይቀምረረ ከሎ ተወሳኺ ስቓይ ካብ ዘሳጥሑ ፖለቲካዊ ምትፍናን ምቑጣብ ኣገዳሲ እዩ ድሕሪ ምባል ኩሉ ልቢ ኣዕብዩ ንዘሎ ውሽጣዊ ፍልልያት ብልዝብ ክፍትሑ ጸዊዑ ኣሎ። ኤምባሲታት ምዕራባውያን ኣባል ሃገራት ሕብረት ኤውሮጳን ኣብ ትግራይ ዘሎ ኩነታት ምምዕባለታት ይከታተሉ ከም ዘለዉ ሓቢሮም። ጉጅለ ኤምባሲታት ምዕራባውያን ኣባል ሃገራት ሕብረት ኤውሮጳ ትማል ብሓባራዊ ዘውፅዎ መግለፂ ኣብ ትግራይ እናገደደ ዝኸድ ዘሎ ወጥሪ ቀፃሊ ምዕባለታት ዝበልዎ ኩነታት እናተኸታተልና ኢና ኢሎም። እቶም ወከልቲ ምዕራባውያን ሃገራት ሕብረት ኤውሮጳ ኣብ ዘውፅኦ